ኣን ጥዕና ደኣ ቀደም ነፊርና ናብቲ ሆስፒታል ክኣ ደይመጸና ክስጋብ ሎሚ እምበር ጥዕና ደኣ ኣበይ ኣሎ ውሽጥና ሓሪሩ። ኣቲ ለማልም ጓለይ ገነት ትብሎ ደላ እስከ ሃየ ዛዳነ ክትብሎ ደላ ስምዕያ ዛጓለይ እ ኣይትሕረቂ ኣብዳይ ሕማምኪ ካይትበጽሒ እ ሕማም ደኣ ሓሊፍና እንተ ወረ ወረ ወረ መመጺኺ ካብ ዓጀውጀውጀውጀው ከተብልና ከተስሕቕና

እንድሕ ናይ ብሓቂ ተሓንጉሽኪ ክትነብሪ ትደሊ ኮንኪ ምስታ ተባእሽ ሃኒ ትብልያ ደለኹ ጎረቤትኪ ምስኣ ዕርቂ ግበሪ ውይ ኣቲ እንታይ ክትብላ ዘለኹ ምስኣ ዕርቂ ግበሪ እብለኪ ኣለኹ ተዓረቕ ምስ ጎረቤት ዋንቲ ፅቡቕ ኣላ ዋ ስቕ በሊ ፅቡቕ ኣላ ከዓ ትብለኒ እዚኣ ምንቲ ተሕረቐላ እንተ ኣንቲ እዚኣ እኮ ርግምቲ እያ
ለምለም ጓለይ ስምዒ እሞ ክነግረኪ እንታይ ክዕረቐላ ርግምቲ ተልኪ ፈጣሪ ከኣ ምዕራቕ ኣብየት ክብዲ ዋዛ እንተኾይኑ ምስ ሓውካ እንተዘይተዓረቕካ ምስ ጎረቤትካ ኣይዕረቕን እዩ ንሱ መባ ሒሽኪ ንቤተ ክርስቲያን ክትከዲ ከለኹ እኳ ቸሊ መባ ክይደልየልክን እየ ተባእሽኪ ከለኺ መባ ኣይትሃብኒ ኢሉ ካብቲ ኣፍ ደገ ይድመልሰካ ፈጣሪ ምስ ሓውካ ተዓረቕካ ምስ መጻኻ መባእካ ቅበለካ ርክብ ጓለይ ማዓረይ ጎረቤትካ ማለት ሓውካ ንሱ እዩ ሓፍትካ ጎረቤትካ እዩ ካልእ ሓው የብልካን ካብቲ ናይ ርሑቅ ዘመድሲ ኦቲ ናይ ቀረባ ጎረቤት እኳ ድባሃል። ሓቃ ኣላ ኣደይ ጎረቤትካ እኮ እያ ኣብ ሕማቅ ኮነ ኣብ ፅቡቅ ሓጋዚካ ደጋፊካ ረዳኢካ እንታይ ኮንኪ ኢኪ ጓለይ። ሲስተር ረዳኢካ ሓጋዚካ ደጋፊካ።

ነትለ ካብቲ ዓድና ውፅእ ኢሎካ ናብ በረኻ ከብትኻን ጥሪትካን ከተብልዕ ኢልካ ትኸደሉ ደንበ ኣለ እንድዩ ኣብቲ ደንበ እንዳያ ሃብቱን እንዳያ ስባሕቱን ዝበሃሉ ኣብኡ ነይሮም እልክን ኣብቲ በረኻ በይኖም ነብሩ ማለት ድዩ ደንበ ማለት እኳ እዩ ስታይ እኳ እዩ ደንበ እኳ እዩ ገነት ጓል እንታይ እዩ ደንበኸ

ከብቲ ኣሓሒሽካ ነትለ ሳዕሪ መጋሃጫ መታን ክትረክብ ካብቲ ገዛኻ ርሕቕ ኢልካ ጥሪትካ ከተብልዕ ትነብረሉ ቦታ ማለት እዩ ይግረፍሓልካ ማለት እዩ ንሳዕሪ ምብላዕ እሱ ደንበ ይበሃል ሕጂ ፅቡቅ ገርክና ረዲእክናና እምበር ኣነ መቸም በዛ ነብሰይ ደንበ ድበሃል

ስብሃቱ ንዓዲ ምስ ደየበ እንተስ መስዩዎ እንተስ ውራይ ረኺቡ እሞ ስዋ ጥዒምዎ ካይተመልሰ ሓድረልክን እዞም ክልቲኦም ከ ስብሃቱን ሃብቱን ኣይ ኣየናይ ጽልኢ ሕለፊ እያ ካን ከምዛን ጭዋን ድሙን ኣየናይ ጽልኢ ኣየናይ ጽልኢ ከምዚ ዝመሰልዎ ጽልኢ ይነበሩን ካን ጽልኢ እዮም ነይሮም

እንዳዘለለ እንዳዘለለ መፅዩ ነዚ ዝብኢ ሃየ ሃየ ሃየ እንዳለ ካብዛ ገዛ እንዳ ስባህቱ ደሳ ጎጎ ኣበይ ኣበይ ኣብፂሕዎ ነትለ ድሕን ኣቢልዋ። እቲ ፀላኢኣ ትሓስቦ ዝነበረት። እሰወ ሰብኣያ ደኣ ኣበይ ደለዩ ዓዱ ምስ ከደ ደይተመልሰ። እዋ ኣንቲ ለባም ኮይኑ ለባም ረኺ ረባም ጎረቤት ረኺባ ጓለይ ከምዘይ ናተይ።
ባዕላ ትፈልጥ ኢሉ ስቕ ኢሉ ዘይምርኣዩ እባ ደኣ ለባም ኩሉ ባህሊ ትገነት ጓል ጎረቤትካ ዶ ንጎረቤትካ ዶ ባዕሉ ፍለጥ ባህሊ ኣይበሃልን እዩ ጎረቤትካሲ ሓውኻ ኣብ ፅቡቕካን ኣብ ከፉእካን ረዳኢኻ ዶ ኣይኮነን

ካብ ሕሱም ጎረቤት ካብ እሾኽ ምድሪ ቤት የድሕና ፈጣሪ ሓቆም እዮም እዚኣስ ዓብ ዓባይ ዓባይ ጸሎት እያ ዝበለጸት ጸሎት እኳ ድኣ እዚኣስ እዋ ናይ ለባማት ጸሎት እምበር እዚኣ ድኣ ዋእ ጎረቤትካ ክሰማምዓካ ኣለዎ ዋእ ሲስተር ታይ ማለትኪ ኢኺ እሂ ጎረቤትካ ክሰማምዓካ ኣለዎ ዶ ኢልኪ ሓቂ እወ እሞ ተጋጌደ ዋንታ ክትጋገይ ድኣ ጽቡቅ ኣለኺ እምበር

ኣይተኽብረክን እያ ንስኺ ተደይ ቀሪብክያ ኸ ኣይትቐርበክን እያ እሞ ቅረብያ እዮም ድብሉ ጽቡቕ ኣለኺ ዳያኑ እንኮም እየ ዝብል ዘለኹ ቅድሚ ዝኾነ ነገር ንሰባት ምውንጃልካ ኣነ ኸ ክትብል ኣለካ ነብስኻ ክትሓት ክትክእል ኣለካ እወ ርኢኻ ኣለኻ መምህር

ክብረትሲ ትብያን ኢኺ ተኽብርያን ኢኺ። ወደይ እንታይ ከኽብረላ እንታይ ክብርቲ ሰብ ስለ ዝኾነት እየሞ ከኽብረላ።
ንስኺ ከየኽበርክያሞ ክብረት ኣይትጸበዪ ሰብ እኮ በብዓቕሙ በብደረጅኡ ክቡር እዩ ተኽቢርካዮ ጥራይ ኢኻ ከኽብረካ ዝኽእል። ስምዑ ስምዑ እሞ እዞም ደቀይ እንታይ ድበሃል ኣሎ መስለኩም ስይ። ክቡር መጠን ነብሱ የኽብረካ ድበሃል ይምስል ኣሎ። ሓቅኺ ኣደይ ማዓረይ ሓቅኺ። ንስኺ ተተኽብርያ ሲ ንሳኻ ብዓጸፌታ ንዓኽስ መኽበረትኪ ነይራ ማለት። እንታይ ዝብል ብሂላት ኣሎ ምስለኩም ሓቢርካ ንምስራሕ ምርድዳእ ሓቢርካ ንምጉዓዝ ምትሕግጋዝ ሓቢርካ ንምሕሳብ ምቅርራብ ሓቢርካ ምንባር ከ።